ስደትኩም ከማን ትርስዕዎ
ጀሪቲ ኩሎም ስድራና ምሳና ዘየለው ኢልና ኣሲና ኢና ንማር ኔና ሳላ ፈተውትና ግን ንሕልናት ሓንቲ መዓልቲ ከማን ከይቆረብ ንሕልፎ ኣለና ኣዛዊኻ ሳብ ዝበልካ የፅናሕ ዝበሃል ናትኩም ከዓ ከምዚኣ ስከርእየና
ኣቲ ገረፍንስ ከቁስለ ተቕለጥን ጀርቲ እንታይ ሕማቅ ተዛሪበ

ከመይ ማለት መንኩበ ይሕመንለይ ስከም ነየልኒ ለካ መርዓው ተኸራስንን ካሜራ ክስከብን ይመንኩቡ ዝስላዕ ዘሎ ኣትጀሪቴ ማዕረ ክንዶ እኳ ተከብሪዮ ኣብ ኣገዳሲ ነገር እኮ እዩ ዝስዕስዕ ድሓር ከዓ እታ ካሜራ እኮ መብዛሕትኡ እዋን ኣብቲ ሰለስተ እግሩ እትያ ስታንድ

ኤእ ጆቤ ሎሕ ግደፍ ዞማ ይበል ሓዋ ንሰበይትኻ እየ እኮ ኣነ። ዶእ ሶል ሶል ዘንጢለካ ዶ? ዘንጢልካኒ ጥራይ ገማጢልካኒ ከኣ እምበር። ስማዕ እስኪ ንሲስተረይ ስለ ዘይተመርዓኻያ ዲኻ በሕ ገለ ኢልካ ትጽውዓኒ ዘለኻ? ኖኖ
ስው ኢላ ኣብዛ ቅድሚ ኣፈይ እምበር ተወቲፋ እንዳ ጸንሐትኒ። ኣሃ ባርነታ ሉሕ ትብል ከም ትምባኾ ኣብዛ ግርጻንካ ቀርቂርካያ በልጡ በላ እሞ ነታ ዞማይ ትብል ቃል ከም ብሓድሽ ስፈፋ። ጠዋል ጠዋሊ ብተረፈ ህይወት ከመይ? ለሚድካዮ ዶ ህይወት ናይ ፈረንሳ? ኣታ እንድዒ ብሕጂ እምበር ክሳብ ሕጂስ እዚ ቋንቋ ፈረንሳ ዝብልዎ ከም መርዘን ንግሆ ንግሆ እዩ ርእሰይ ደዝረለይ ደሎ በጃኻ ኢለካ። ብነብስኻ ከኣ ዋልጅብ እንድያ ኮይና ታቢሞ ርኣ። ድያብስ ኣወ ንሽም ጥራይ ኢኻ ለሚድካ ሪኢካ። ዋኣኽለኒ።
ብኣ ውን እሽን ጌሮሞ ክንደይ ጉዳይ ኣደይ ደሳልጥ ነይረ ኣነ። ኦይ ግደፍ ደኣ ግደፍ በእንስ እንዳ ድኳን ኬድካ እንጀራ ጥራይ ኢኻ ትለኣኸልና ኔርካ። እወ ንስስ ሓቅኻ ደሓር በዓል ንሰኹም እኒኹም ካብ ኩሉ ባዕልኹም እንዳሳለጥኩም ንዓይ ፎሎ ሰዲድኩምኒ። ችት ንሕና ደኣ እንታይ ጌርናልካ። ብዓብዪ እቲ ዘመርዓኻኒ ከ እሱ ዳኣ ደይ ናይ ፖስት መርዓ እዩ ሓቂ መዓስ ኮይኑ። ኣታ ስምዓኒ እንዶ ኣላ ዶ እታ ቀሺ ብፋካ ዶ መርዓወትና። ኣለወ
እቲ ፋካ ኬፍ ሂብዎ እስኪ ትደግም ይወረ ትጽብየካ ደሎ።
እወ ንሱ ቀሺ ደይኮነ ቀርሺ እንድዩ ክትርኢ ኢካ ጽንሕ ኢሎም ሚእቲ ብር ብሱእሉ ክልጥፉሉ እዮም። ኣታ ኢዱ እባ ኣይትስበሮ እዚ ኩሉ መሪቁ ኣፈሪሙ ኣመርዕካስ። እዚ ኩሉ የሕቲካ ክትብል ዲካ ኣነ ድፈልጥ ቀሺ የናስሕ ንሱ ግን የናስሕ ደይኮነ የመራስሕ እዩ ኣቅሽሽቲ ከምዘይኣምን እኳ እዩ ገይርኒ ደሎ ስጋብ ሕጂ። ንሳስ ከባድ እያ ግን እንጀሮ እንድያ እሞ ኮይና። ብፌክ ምምርዓውስ እንጀራ ከምቶም ካልኦት ኣቅሽሽቲ ግዳ ብመክፈልቲ ዶ የገልግል ምኳኑ እዚ ከፈልቲ ለሚዱ ከመይ ገይሩ ብመክፈልቲ ከገልግል። ንፉዕ ኢኻ ኩሉ እንዲ ገንዘብ ለሚዱ ገንዘብ ድማ ይትረፍዶን ሁሉ ንሞት ይደትስን እሱ ድማ እሳ ኮይና እንጀሮ እንታይ እሞ ክገብር። ሕጂ ሞያ ገለ ተታሓቲቱስ ፌክ መርዓ ገለ ይብል ማለት ድዩ እሞ እዚ ድኣ እቲ ገዳም ገለስ ቀንይ ኢሉ ኮሌጅ ዩኒቨርሲቲ ቴክኒካል ስኩል ገለ ይቅይር። ንዓባዶባይ ጽገብ ሃገር ተቀየርካስ ባህሊ ድቀየርካ ድዩ መሲልካ። ሕራይ እቶም ብገንዘብ ዝተኻረናዮም የዕሩኽ መሓዙት ገለ ከ ኣለዉ ዶ? እወ ኣለዉ። ወረ ካልኣይ ኣምጸልና ኢሎም ይርብሹኒ ኣለዉ። እሞ ከም ካባሌቲ፣ መሸለሚ ገለ ፈቖዶ ፌክ መርዓ ካርዮም እምበር። ኣንታ ግደፍ። ኣበይ ከየራኽቡለይ እዮም ኢልካ ኣይትላገጽ። ጽባሕ ንግሆ ኣዲስ ኣበባ ምእታው ከይከሉኻ። ኣሃ ኣብ ኣሕመድ ከ መርዑ ተኻርይዎም ነይሩ ድዩ? ደሓን ጽብቕቲ፣ ኣነ እዛ ኩላ ዝበልካኒ እርይ ቁጽራት ኢለ ክነግሮም እንዴ ክትኣቱ ከለኻ ሽዑ ኣብ ቦሌ ክንዲ ፍየሪ ዱላን ደንጎላን እዩ ዘምጽቡልኻ። ብዝኾነ እታ ናይ ኬፍ መርዓትካ ፈላጥ። ቆይ ንሳ ድኣ ቅድሚ እቲ ባድላን ቤሎን ምሽ ባዕላ ናብ ዋናኣ ተመሊሳ? ሰብኣያ ድዩ ዝኸውን ዘሎ እቲ ዋና? ሞታይ ድኣ እቶም ዕዱማት ገለ ክደሃዮም ኣለካ ዶ ኣነስ ቪድዮ ክሪኦ ከለኩ ጥራይ እኮ እየ ደሃዮም ዝገብር። ኣነኸ በብሓደ ደሃዮም ክገብር ደሊኻኒ? ኣታ ንሶም ከ ተኻሪናዮም ዲና ኔርና ሓቀይ? ዕዱማት ከኣ ክንካረ? እቶም ፈረንሳውያን ፎርማት ጌሮሞ ድዮም ሓንጎልካ? ኣታ ቀሺ እኮ ብገንዘብ ድሰርሕ ደሎ ደኣ ከመይ ዕዱማት ብገንዘብ ደይዕደሙ? እዛ ፌክ መርዓ እኮ ግብሪ ደይክፈላ ገለ ዓይነት ዓባይ ፋብሪካ እያ ኮይና ደላ። ዋሉሕ!
ብሓደ ሰብ ኩሉ ሰብ ኣይልከምን እዩ።

ዋይ ንስኺ ትሕምኒ ዲያ ዕላማኺ። ደሓን ዶ ሳዕስዕ ግዳ ጽቡቅ ኣርኪብካ ኣለኻ ኪድ ባድለኻ ትኸደ። ናትኪ እንዳሓረቀ ኣንስ ኣነ ከኣ ክስዕስዕ። ሓሳዊ
ካብኣ ፈቆዶ መርዓ ዕሰለ ክትብል ተምስ ግዳ ምሳይ ጽግዕ ኢልካ ዕሰለኻ ደይትብል። ኣቲ ፈቴረ እሞ ኢልክኒ እንጀራይ ኮይንኒ እየ እምበር ካሜራ ተሸኪመ ፍቆዶ መርዓታት ኮለል ድብል ደለኹ። ንሱ እንዲዩ ደኣ ንዓይ ደሕሪ ቀንዶ ኣሎ። ንኻልኦት ክተመርዑ እስኻ መርዓ ረሲዕኻዮ ሕጂ ግን በጃኻ ኢለካ መርዓየይ ተባላሽወለይ መርዓየይ ተባላሽወለይ ተኺኢልካ ኣጣቕዕ ተደይ ኮይነት ግን ኪድ ውጸለይ
ምስ መን ክትምርዓው እዩ ዋህ ንበይነይ መርዓዊ ደይብላ ሞኖሎክ መርዓ ኢለ ክትንደልየ ደለኹ ጀሚርክ ከኣ እዚ ብሑጓ ንኹ ክሕምሽ ዋይ ተኾተኽ ባሕኩሕና ካራ መዓስ ትኸፍት ኮንካ ስኻ ያ ኩሉ ርዳእኒ ግን ቁሩብ ገንዘብ ከዋህልል መዋእልካ ካሜራ ማን ሰሪሕኻስ ክሳብ ሕጂ ከምኣ ትብል ኣለኻ እወ ተዘይ ዋህሊለ ደኣ እንታይ ክብለኪ ደሊኺ ስምዐኒ እሞ ስጋብ ሕጂስ ክንደይ መርዓውቲ መርዒኻ ኣለኻ ክንደይ እሞ ክብሎኒ ክንደይ ብምሎም ሰብ ሓዳር ብልክዕ ክንደዮም ኣቲ ጀር ትዛረብ የለ ክትፈልጢ ዲኺ ኣነ እኮ ሃሴት እንዳ በልኣኩ እየ ደመርዕዎ እምበር መዓስ ኦርኒ ክመዝግብ መዝጊበ ኮይነ ደመርዕዎ። እሞ ኣነ ዝገርመኒ እኮ ክንድዚ ዝኣክል ሰብ መርዓ መርዒኻሲ ንስኻ ግን ስኮብል ምዃንካ እዩ። እንታይ ማለት ስኮብል እስኺ ኣለኺ ዶ? ዋእ ኣነ ድኣ ሰበይትኻ ደይኮንኩ መዓስ ተመርዒና። ኣፍቃሪተይ ማለት ሰበይተይ ማለት ደይኮነትን። በተክርስትያን ወሲድካ ምሕደኒ ኣነ ነግረካ ኣለኹ ጥለምየ ጥለምየ ይመጸኒ ኣሎ ተጓይኻ በተክርስትያን ወሲድካ ምሕደኒ። እንታይ ኢኺ መሲልኪ ጀሪተይ? ኣነ እኮ መርዓ ኣይኮንኩን ፀሊኤ። እንታይ ደኣ ኾንካ ወደይ ዕዱማት ስኢንካ? እወ
ፈቆዶ ውራይ ኮለል እንዳበልኩ ዕዱማ ተዋህልል ኣለኹ። ግደፍ እባ ወደኒ ኧረ ቀፅል መርዓ ከምዚ ኮንሰርት ኮይኑ ይስማዕኒ። ዶ
እሞ እስኻ ደኣ መርዓ መርዓ እንዳኸድካ ኢኻ ትሬኒንግ ትገብረለይ ዘለኻ። ናተይን ናትክን መርዓ ከኣ ድበለጸ መታን ክኾነልና ከመይ ትምሕል ከመይ ትስዕስዕ ኣቆራርሳ ቶርታ ከመይ ኢልካ ትሰኣል ደይ መደይ ኢለ እየ ደጽንዕ ደለኹ። ምሽ ዶ ህም ከመይ ከም ትውስን ከ የጽንዓኻ? ንሳስ ኣየጽናዕኩዋን ብሕጂ። ካብ ሕጂ ከተሽካዕኒ ደለ ኢልካ ከይትሓስቦ። ሎምስ ተወዲእኪ እመስለኒ ደሪብክያ ዝሓቃን ኬድኪ ኣንተ ከይተመርዓና እባ ከይንፋታሕ

ኣሕዋት እንታይ ደኣ ናይ ደሓን ዲኹም እንታይ ኹም እንዳበላዕና ደኣ ሃንደበት ደው ትብሉ ደኣ ንቐደም ኣንታ ስላሴ ግዲ ክዳን ሓበሻ ክገብሩ ጀሚሮም ኣሕዋት እንታይ ኹም ደው ትብሉ ጸዓዱ ዲኹም ኣሳየዉ ሲልቭፕሌ ሞንዤ ሓበሻ ኢና ሓበሻ ሓበሻ ኢና። ዋታይ ጌርና ኩም ዳደው ኢልኩም ተብሉዑና እሞ ሙጩቤ ናይ ኩላ ሶር ኢኹም ተመዲብኩም።
ትጅምሩ ዶ ኣልካ
ዋቱም ሰባት ታይ ዲኹም ክትጅምሩ ክድርቡኒ ዲ መደብኩም እወ ከምቲ ንቡር እኳ ዓበይትን ወራዝን ሒዝና ክንመፅእ ብዝግባኣና ነይሩ ካብ ዘይተረኽቡ ግን እቲ ዝበሃል በዓልና ክንብሎ ከም ድፍረት ኣይትሕሰበኹም
እንታይ ኢኹም ናይ ደሓን ዲኹም ዕርቂ ድዩ ኣለና እሞ ምስ መን ተባኢሰ ድዩ ተባኢሰ እኳ ዘይፈልጥ
ፅልእኻ ዝደለየ ዋላምካ ኣበይ ኣብ ፍራንስ ጓላምካ በሉ ተፀበይዋ ኣብቲ እንዳ ማክዶናልድ ተፀበይዋ ላመይ ምስ ጓላ ክትምሳሕ ክትመፅያ ኣብኡ ተፀበይዋ ፍቅርኻ ዝደለየ ዋልካ።
ያጀም ኣበይ ዲና ደለና እንታይ ኹም ሃንደበት ኤርትራ ዱብ ተቡሉና ደሓር ከ ኣነ ሓፍቲ እምበር ጓል ትበሃል የብለይን ሕፅር ክንብሎሲ እምባ ክትኮንና መፀግዒ ጎርጎር ክትኮንና መሳፍሒ እወ ሓቅኹም ሕፀር ሕፀር ነብሎ ንዓይ ዲኹም ደሊኹም ዘለኒ የብለይን ሓድሽ የን ኤውሮጳ ነብሰይ ሓፂበ ክረክበክም እየ ውሰዱኒ ደይ ካብ ፅሙቕ ኢና ንገላገል ንሓብትኹም ኢና ደሊና።
እንታይ ክልቴኹም ዲኹም ደሊኹማ? ነዚ እምበር ብዛዕባ ዓጽሙ ኣይትሰከፉ። ዓጽሙ ከመይ ዝበለ ጽሩይ እዩ! ብጣዕሚ እዩ ጽሩይ ዓጽሙ፣ ኣይትሰከፉ። ኣሃ ጽሩይ ዓጽሙ ምሽ? እንታይ ምሸት ምሸት ኣዕጽምቱ ፈታቲሕካ ኣጸራሪኻ ትገጣጥሞ ዲኻ? ክብረተሰብ እኳ እንተሓለወልና። እሞ እንታይ ድኣ ዓሰርተ ትሽዓተ ጽሩይ ዓጽሙ ትብለኒና ኣብዚ መዕኹርቱ ዕስራን ኣርባዕተን ካራት ዝብል ልጣፍ ኣለዎ ድዩ? ንብሪ ከይተርፍስ ናይ ኣቦታትና። ዋታ እሞ ናይ ኣቦታት ኣልዒልኩም እንዲኹም ናይ ጀምዓታት ጌርኩማ ድሓር ከኣስ ሃንደበት ኣይምጻን እዩ ኣቐዲምኩም ትድውሉልና ንሕና ከኣ ንዳሎ በርገር ዲና ክንቅርበልኩም ከባብ ዲና ክንቅርበልኩም ማክዶናልድ ዲና ክንቅርበልኩምስ ንዓና ይምልከት ንስኹም ግን ድውል ተብሉልና ኣቐዲምኩም እምበር ህሩግ ትብሉና ላላላላ ህውኸት ኢና ክንከይድ ኢና ወክ ከይድ ኢና ክንከይድ ኣንታ መምለሲ እግረ ክኾነኩም ንዕመ እንዳዓደስ ብልዑ ምሳይ ክብረት ሃበና ሕራይ ነየነይ ተኒኹም ከደሊኹማ ነቲ ኣዲስ ኣበባ ዘላ ዝኣኸለት ሓፍትኻ ንዝባ ሃባ እዩ ዝበሃል ኦይ ተቐዲምኩም ኣብሎ ካልእ ክንዲ እዚ ክልተ ናትካ ዝኾን ዝቢ ክንዲ ገለ ዝብል ኣለዉ ንሱ በሊዕዋ መኣዲ ምስ ተለዓለ መጺኹም ሓማትኩም ኣይፈተወትን። ደጊምኩም ሕሰቡሉ። ደጋዊ ጽባቄ ትራዩ ውሽጣዊ ጽባቄ ራዩ ሃብቲ ኣሎ ገንዘብ ኣሎ ገንዘብ እወ
እወ ግን ክሳይ ክትገብሩ ትኽእሉ ኢኹም። ፍናይ ኣዲስ ኣበባ ደሎ ዝቢ ቀሪብዋ ጥራይ እዩ ማለሲ በሊዑ ይውዳእ ኣሎ ኣሎ ሕጂ ንስኹም ብስድራ ተረኣ መጺኹማ መኣዱ ክትምንጥሉሉ ትኽእሉ ኢኹም ንሱ ጸሎት እናገበረ ከሎ
ጽቡቕ እሞ
ኣብ ኤርትራ ንትሉ ብምንታይ ክንረኽቦም ንኽእል ብዲኤችኤል ቁም ነገር ቁም ነገር እባ ንዛረብ እሞ ሓራይ ዓርብኻ ተጸበዩ እሞ ብመንገዲ ሄሎ ድዋይባ ናይ ጓልኩም ሃቡና መልእኽቲ ትሰዱ ኣለኹም ደሓን ደሓን ደሓን ደሓን ፀገም የለን ሕጂ ኣብ ገዛ እናተና ናይ ሎሚ ዓንቲ ግብጃ ባዕለይ ከድረኩም እሞ ንዕና ደገ ወሰኹ ንኽድ ንኽድ ደሞ
ዋጣኹማ ወተዳሉ እዛ ጉዳይ ካብ ዓደስ ክንገላገል እምበርቲ ናይ ኣዲስ ናሕና ይበልዐና ዘሎ ዝሓይሽ

መርሓባ መርሓባ ሲስ። መርሓባ ተረኹም ከኣ ደሃይ ጺዮኽ ገንዘብ ስደድኪ ይብለካ ዲኻ።
ገንዘብ ስደድ ትብለኒ ደኣ እሞ ዓመት ዶ ብዛ ብሎክ ክስብደኪ ኮይነ። ንስኻስ ሓዊ ዲኻ ክትበሃል።

እዚኣ ሳይ መጸከ ሳዕምዮ ተዘይመጸከኻ ተጠምጠምዮ ሕቆፍዮ ሙጽውጹው ኣብልዮ ሰተብራሽ ሕዝዮ መጽእ ኮኾን ነትባ ሙላ። ሕራስ ነን ዲኻ ደለኻ? ሕራይ ብሕልሚ ለይቲኸ ሞት ይረኣየኪ ዶ? ሱስ በሎ ኣይረኣየንን እዩ። ከላ ህርፋን ናይ ምርዓይ የብልክን እዩ ማለት እኳ እዩ እምበር ሞት ምርዓይ እዩ ዝትርጎም ብሕልሚ። ኣንታ ኤሮጳ ከድካስ ሕልሚ ዶ ገለ ዶ ትብል ኣለኻ? ኦይ ጸዓዱ ደሓን እንድዮም ተምሃሩ እምበር ኣይትደቁሱ ኣይትሕለሙ ኣይብሉናን እዮም። በቐደሙ እኳ ኣነ'የ ተጋግየ እንታይ ናባኻ ደደውል ኣለኒ። ኖኖኖኖ እንቋዕ እምበር ደወልኪ ሓደ በላዒ ሓደ ዝብኢ ሓተልኪ ኣሎ። ዘረባኻ ዘበለ ወላ ሓንቲ እንድዩ ዘይተሓዘለይ ንዓይ ብዛዕባ እንታዩ። ኣቲ ምሽ ከማን ኣሎ ዝኣኸለት ጓልካስ ንበላዓ ሃባ ንዝብኢ ሃባ ገለ ድባል። እወ።
እሞ ክትብልዒ ኢኺ ተቐራረቢ ተቐራረፊ እብለኪ ኣለኹ።
ብዛዕባ እንታይ ይዛረበኒ ኣለኻ? እዋይ በዚ ሓፍትኻ ሃበና ዝብሉ መጺኦም ኔሮም ኣነ ከኣ ንስድርኣን ንዓኣን ሕተትዋ ኢለታ ኔሩ። ጆቤኸ ዓርኪ ከም ደለኒ ምሽ ትፈልጥ ኢኻ? ክላእ ኣብዚኣ ዘሎ ዝበካ ዘይበልዕ ዶንጊ እንዲሞ እንታይ ይጽበ ኣሎ እስኪ ደይእክለኪ ሙሉእ መዓልቲ ምሽ ኦርጅናልን ፌክን መርዓ ከመርዑ ውዕል ኣሎ። እዚኣስ ዋላ ንዓይ እያ ትገርመኒ ነዛ ናተይን ናቱን መርዓስ ምስላጥ ኣዩ። ኣቲ ደሓን ሕራይ እቲ ኦርጅናል መርዓ እሞ ትረፍ። እቲ ፌክ መርዓስ ዘይገብረልኪ እንታይ ኮይኑ? ፌክ መርዓ?
እወ ዋላ ኣብ ምሉእ ሰት ፈትሐኪ። ምፍታሕሲ ይፈትሐኒ እዩ ከመይ ከም ዘፍቅረኒ ጽቡቕ ገይረ እየ ዝፈልጥ። ፍቕሪ ጥራይ ኣኻሊ ኣይኮነን እንታይ ኣብ ሓደ ገዛ ተተቐመጥኩም ሰዓቡ ከለኹም ሓዳርኩም ክትወጹ መርዓ ከምዚ ናይ ሆዮየ ክትነጥርዎ ክትዘልዎ። መን ኢሉ ግን ዓቕሊ ግበሪ እዩ ዝብል ዘሎ። ኣቲ እሞ ብዓቅሊ ጥራይ እኮ ከይድካ ሪኪ እንታይ ምስ ሸምገልኪ ገለ በዚ ሓደ ምርኩስ በዚ ሓደ ከኣ ካራ ሒዝኪ ዲኪ ቶርታ ክትቆርሲ ትጽበዪ ዘለኪ። እዚኣስ ሓቅኻ ኩሩኩሼ። ቡሩክ ንዓይ ዕድመ ክደኒ ዶ መተባብዕ እሞ ገንዘብ ስደደለይ።
መተባብዒ ምሽ።

ቀሪ በልካ ይላስ ጠጠዋ ቢላትም
ኣቲ ጀረይ ቀልጥፍ ባፍታ ኣፍ ደገ ኣለኹ ግዜ እኳ ይደይብለይ ኮይኑ እዋእ ጀረ ትላገፅ ከይትህልዊ ጥምቀት ኣለኒ ባትሪ ናይ ካሜራ ምልእለይ ቻርጅ ግበርለይ ኢለክምሽ ነረ እሳ ድኣ ጌረልካ እንዴ ታካሜራ ግን ሲኢነያ። ዋእ እሳ ድኣ ምሳይ እንድያ ደላ እቲ ባውዛ ገለመለ ከ ኩሉ ጠርኒፍክዮ ዶ? እዎ ምስ ገመዱ ጠራኒፈስ ኣብ ሳንጣ ኣትየልካ ኣለኩ። ከመይ ዲኺ መሐጎስ ጀረይ በሊ ቀብልኒ ሐራይ ጠጠው ኣቢልናዮ ዝወዲ ካብ ኩሉ። ወስቻ።

ሰኣን ምስትውዓል። ሕራይ እቲ ላምባዲና ከ ኣብ ክንዲ ባውዛ ድዩ ክሰይድክለይ? ምስ መብራህቲ ኢልካኒ ኣነ ከኣ ላምባዲና መሲልኒ። ኣይትሓፍርን ዲኺ?
ዋ ኣነ ነቶም ዕዱማት ኣኪበ ከምዞም እሱራት ኣብ ገጾም ላምባዲና እንዳወላዕኹ ድየ ክስእሎም? ማሺ ንኹሎም ዕዱማት እንዶ ሞባይልኩም ኣብሪህኩም ንላዕሊ ግበርዎ በሎም። ዋቲ ኩሉ ዕዱም ሓንቲ ኢዱ ሓፍ ኣቢሉ ክስዕስዕ ዋእ እቶም መርዓውቲኸ ብሓንቲ ኢዶም ድዮም ቶርታ ክቆርሱ ሙዚቀኛታትከ ብሓንቲ ኢዶም ክወቕዑ እውይ ኦይ ደይ ባዕልኻ ኢኻ ተካውዶ ደለኻ እምበር ኩሎም ተሓባበሩኻ ነይሮም ብሰንኪ ሓንቲ ኢዳ ለሚሳ ክትሓድር ኩላ ኣቲ
እሞ ኣነ መብራህቲ ኢልካኒ ኣነ ከዓ ምስ ገመዱ ጠርኒፈ ሰዲደልካ ኣለኹ ዋቲ እቲ ገመድ ከ እንታይ እዩ እቲ ናይ በጊዕ ገመድሲ ንምንታይ እዩ ክሰይድ ክለይ ሃክቲ ድየ ክፃወት ድኸይድ ኣለኹ ኖርማል ገመድ እንዲመስልኒ ኣነ ዳ ናይ ኤሌክትሪክ ገመድ ይመሰለኒ ኣብኡ ከለኹ ከኣ ኾም ብላ ኣጻፊፈልካ ኣለኹ። ርኣኻያ ዲኻ? ኾም ብላ ከኣ ጌርክለይ? እሞ ንስኺ ደኣ ነቶም መርዓውቲ ብዕራይ ክሓርደሎም እምበር ክስእሎም ደይኮንኩ ሰይድክኒ? ኖኖ፣ በጢሉ እዩ መርዓውቲ ድስእል ምስ ሰማዕኩሲ፣ መታን ከይትረስሒ ኢለ እምበር ኾም ብላ ጌረልካ። እስኺ ደኣ ትጻወቲ እንዲኺ ደለኺ። ዓሕ! ኣነ ገድድ ንዓኺ ድብል።

ብኣተ ተኾን ጌር ተሰጉዲም ክደሊ ክንጎ ምድሪ ቁርሲ መሬት ብና ስራሕና ምከይ ወርሒ ክንደይ ምዃኑ ከዘክረካ ደልየ እዋ ሕጅስ ከዓ በዛ መብልዒት እንጀራይ ብወርሐይ ብጥራይ ክትመፅኒ ንስኻስ ብወርሐይ ብጥራይ እንዲኻ ትመፀኒ ደለኻ ኣነ ዳ እንታይ ገይረ ዶስ ትናይ ትማል ስለ ደይተቋየቕኩ ኺ ሕጂ ሕዲርኪ ንዓይ ተዘኻኽርኒ ደለኺ? ወርሒ ጥሪ እንታይ ድያ? ቐውዐይ ገንዘበይ ድሓፍሰላ። ንዓይ ከኣ ዓመት ዓመት ዝጽበያ ወርሒ እያ። በል ክትፈልጥ ዓመት ዓመት ኢኻ ኸኣ ጥረይ ተንጥረለይ ደለኻ። እሞ ሕጂ እንታይ ኢኺ ትብሊ ደለኺ? ዋይ እዛ ጥሪ እሞ ሞይተ እንድየ ዘየንጥረልካ በፍንጫኻ በፍንጫኻ ክትምርዓወኒ ኢኻ።
ዋእ በፍንጫኻ ትብል እንዳ ኣብ ኣፍንጫይ ድየ ክሰቑር የድኻትዩ። ኣነ ይነግረካ ኣለኹ ጾም ኣርብዓ እንድሕር መጽያ ኣርብዓ ዓመት ኣይትረኽበንን እያ። ጾም ኣርብዓ ደኣ ግዜኣ ሓልያ ክትመጽእ እንድያ እሞ ንዓይ ትብል ድየ ንጾም ኣርብዓ ነቦይ ፖዝ ግበራ ክብሎ ኣይትገድፍን ኢኻ እስኻ ደኣ መታን ንዓኻ ክጥዕመካ ጾም ኣርብዓሲ ንዓመት ኣባ ግበረልና ኣንጥረልና ትብሎ ንኣምላኽ ኣበይ እሞ ክኾነልይ እምበር ፅቡቕ ነይሩ። እዋ
ሕራይ በልኪ ንኹሉ ህዝቢ ክርስቲያን ንዓመት ኣንጹም በሉ። መሓርኒ እምባ በጃኺ ስለ እዝግሄር መሓርኒ በጃኺ እዛ ንእሽተይ ቁርሲ ቆሪሰ ስርሐይ ክኸይድ።
ትማሊ ስዕስዕ ዓምሰኻ ደኺምካ እንዲኻ። ደቂስካ ከኣ ወትሲእኻ ከኣ ስራሕ ከይድ ትብለኒ ኣለኻ ንዓይ ግን ኣኸር ኣኸር እዩ በጺሕኒ ደሎ። ኣነስ ኣብ ገሊኡ ማጮሎት ወሲደ ዶ ክልተ ሸውዓተ ከሕጽበኪ። ኣታ ኣነ እምበር ኣብ ገሊኡ እንዳ ቬሎሲ ክልተ ሸውዓተ ከመላለሰካ ገለ ናይ መርዓ መደብ ገለ ተቆጸርካ። ቬሎ ዶ ዓሰርተ ግዜ ብካሜራ ሪኦ ኣለኹ ዶ። ብካሜራ ድኣ ትርእዮ ብካሜራ ትርእዮ ኣብ ኣፍቃሪት ከ ኢኻ ምርኣይ ስኢንኪ እያ ዘለኻ እምበር ብካሜራ ድኣ ትርእዮ። ጀሪ ክኸይድ ዶ? ሎማዓንቲ መደብ ናይ መርዓ ከየውጻና ኣይትኸይድን ኢኻ።
ብኸምኡ ኢኺሞ ተሰጒምክለይ ደለኺ። ኣብዚ ዓመት ካብ ዘለዉ ኣዋርሕ ሓንቲ ፍለ። ጀሪ ቅድም ገንዘብ ነዋህሊ። ካብዚ ናይ ዓመት እዚ ዘይኮነ ካብታ ትመጽእ ዘላ ዓመት ደሎ ካላንደር ኣብ ድመረጽናዮ ወርሒ ክንገብሮ ንኽእል ኢና። ጆቤል ኣነ እኮ ስለ ዘፍቅረኪ እምበር ደለይቲ ስኢነ እኮ ኣይኮንኩን። ኣነ ስለ ደፍቅረኪ እንድየ ምሳኺ ደለኹ ግን ቁሩብ ክደላደል እዚ ከኣ ናይ ክልቴና ረብሓ እዩ። ሕጂ ከኣ ጥሪ ክትሓልፍ እያ ማለት ድዩ? ሕራይ ድሕሪ ፋሲካ ከ? ቆይ እሱ ድኣ ድሓን ንሪኦ። ንስኺ ድኣ ዋላ ዓርቢ ስቅለት ንግበራ እንዲኺ ትብልኒ ጸኒሕኪ። ዋላ ሕማማት ንስኣል መርዓውኪ።
ጀሪ ጽብቅቲ ቁርሲ ቁሪስክኒ እንዲኺ ሕጂ ግን ስርሐይ ክሰርሕ ክኸይድ። ቡእ! ኣታ እዛ ጥርዚ ድኾን ጥራ እንጀራይ እንዲያ ኮይና ኸኣ።

እሶም ሰዱ ሰዱ እስኻ ድማ ንስዲ ሰድድ ትሳደዱ ማለት እዩ ማለት ከምዚኣ እያ በቃ ከምዚኣ ህላውነትካ ኣፍልጥ ህላውነትና ወ ኣብ ሳልስ ሳልስ ተጎ ኮዲሩ ህላውነትካ ኣዛ ስነ ስርዓት ንግበር ሲኢልካ ኣሎ ዘይቤካ ዘለዋ ይዛር ሰሳል ተሳል ብዙሕ ኣይትጨናነቅ ሕጂ ዳሓንክሳይ ግበር ዛዓኪ እዚ ምዕጉርተይ

ንባዕልኻ ካሪመለ ዘይብላ ፅሕድስ ብላዕ ግን ርሳስ ጥዑይ ጌርካ ሰኣለኒ ብለኒ ዊት ቁፅሪ ሓደ ርስ ይኢልካ ድማ ምሰኣልያ እንታይ እታ ፅቡቕ ትሕርማ ክሰዳ ሓዘን ክኾንዎ ምድርሲ ወንጫር ፒሮ ዘናይ ሰንበል ሸላሊሞም ዝሰርሖም ቢሮ ክመፀኒ

ምስ ብቐዳማይ ዞም ኣይበለኒ ኢልካኒ? ኣሃ ንሱ ደኣ ሓቅኻ። እም ጆቤ ክሳይ እንድየ ክብለካ ደልየ፣ ማለትሲ ክሓተካ ደልየ። እንታይ
ሽሮ በርበረ ጥራይ ስለ ደለየ ከይትብለኒ። ዋታ ንሱ ደኣ ቅድሚ ሰሙን ምሽ ሰዲድካለይ እንታይ ሉሕ ኣብ ጎደናታት ፈረንሳ ሽሮ በርበረ እንዳ ቆሓመ ኢልኻ ሂብ ድዮም ኢሎምኻ? ሐራይ እንታይ እየ ክሰደልካ? ኖኖኖኖ ሕጂ ንስኻ ዘይኮንካ ኣነ እየ ክሰደልካ ኣነ። እዉ
ደሓን እተዉ ፈረንሳውያን እምበኣር ልቢ ገጢሞም ኢልካ ገንዘብ ዲኻ ትሰደለይ ኣታ ኸይድ መን ኢልካ ገንዘብ እንታይ ደኣ ሽማግለ ናይ እንታይ ሽማግለ እዩ ኣታ ጓልና ውሰዳ ድብሉ ኣሽሙር ድዩ ድኸውን ደሎ ጓልና ውሰደልና ድብሉ ሽማግለ ክሰደለይ ዋታይ ደኣ እሞ ክንገብር ንስኻ ሕቶ ተደንጊኻና ንሕና መልሲ ሒዝና ገፈፍ እንዳበልና ንመፀካ እዋ ንስኻን ሓፍትኻን ተጸሊልኩም ኢኹም ምሽ ኣታ ተኾይንና ኢና ንጽለል ንሕና ከማን ተጸሚምናካ ሓፍትና ትብጻሕካ ከይተባሃልካ በጺሕክያስ ተገምጢልካ ከኣ ትጻረፍ ኣለኻ ወረ ጓልና ምለሰልና ንኻልእ ክንባ ኢና። እዋ ኣታ ታይ ዘረቡ ኢኻ ትዛረብ ደለኻ እንታይ ኢኻ ንኻልእ ክትባል ጀር ማርሞ ድያ። ኣይኮነትን ባዕልኻ ደኣ ከም ቅርሲ ኮፍ ኣቢልካ ማርሞ ትገብራ ኣለኻ እምበር ሕጅስ ጓልኩም ኣበይ ኣላ ተተባሂልናስ ኣበይ ኢና ክንብል ንሕና ኣብ ቤት መዘክር። መን እዮም ከምኡ ድብሉኻ። ደለይታ ካብ ክንደይ ቀጥባ እንዲኻ ተታርፈና ዘለኻ ተተረዲእካ። ስምዓኒ ኣነ ንጀሪ የፍቅራ እየ ንሳ ውን ተፍቅረኒ እያ እዚ ንጉሩሽ ገለ ኢልካ ገለ ትሪም ትሪም ክትጻወት ተሓሲብካ ኣጥዒኻ ትፈልጠኒ ኢኻ ምስቲ ናይ ፓሪስ ሓወልቲ ከናጉዐካ እየ። እሞ እንታይ ደኣ ክንዘርፋ ብገዛእ ሓፍትናስ ዘሪፍና ክንምንጥለካ። ደሓን ደሓን ኣጥዕየ እንድየ ዝፈልጠካ ንገንዘብ ክትብል እሞ ገለ ግበር እንታይ ከም ትገብር ከኣ ጽቡቕ ጌርካ ትፈልጥ ኢኻ።
እንታይ ከተሸብዓ ገለ ኣሸብዓያ ዋላ ሎሚ ሓንቲ ትነሳ ኣሸብዓያ። ዋእታ ኣይትሓፍርን ዲኻ ንሓፍትኻ ጥንሰ ክትብለኒ? እንታይ ደኣ እሞ ክንብል ኩሉ ነገርና እንዲኻ ገማጢልካልና። ምኻን ጥንሰ ከማን ይሓይሽ ያኣኺ። ዳጎየና ናብቶም ስድራኻ ከድና ንጠርዕ። ንጀርኣ ኣነ የፍቅራ እየ ውዒለ ሓዲረ ድማ ናተይ ኣብ ምርዓዋይ ኣይተርፍን እዩ ግን ሓንሳብ ዕድል እወሃበኒ እየ ድብል ደለኹ። በል ናይ ሰብዓን ክልተን ሰዓታት ዕድል ተዋሂብካ ኣሎ። ኣብዚ ውሽጢ ሰብዓን ክልተን ሰዓታት ሓሳብካ ተዘይውሪድካ ኣድላይ እተባህለ ስጉምቲ ክንወስድ ኢና። ዶ ሕጂ ከኣ እምበኣር ብረዝደንት ኾንካለይ።

ሕራይ እዚ ናይ ሎምዓንቲ መርዓ ካብ ምንታይ ክስእሎ ብርሳስ ብኢደይ። እዚኣ ከኣ ጽብቅቲ ሓሳብ ኪዱ እሞ ብዙሕ ኤፎርድ ግዛእ ብኢድካ ክትስእሎም ትዋዒ። ሰለስተ ሚእቲ የሕጺበ ከረክቦም ተዋዒለ ኣለኹ ሰለስተ ሚእቲ ስእሊ ብምንታይ ኣብ ወረቀት ክስእሎ ብኢደይ። ስራሕ እንድዩ ሓድሽ ስታይል ከማን ተምጽእ ካብ ድሕሪ ሕጂ ካብ ብካሜራ ከማን ብኢድካ ትስእል። ኣንታ ኣምላኽ ኣቦይ ክትስእ ከለኹ ምሽ ብሩኽ መዓልቲ ውዕለኒ ኢለ ጸልእ ዶስ ብግልባጡ ክጽልእ ኣነ። ኣይተ ህዳም እሞ ጽብቅቲ ሓሳብ ኢኻ ቆንጺኻ ዘለኻ ብኢድካ ትስእሎ ደሓር መሕጸቢ ዶ ዋላ ከስ እንዳ ሰኣላይ ዶ ግልዳብልካ ኮለል ምባል ከኣ ይተርፈካ። ጀሪ ሰዓት ኣኽለኒ ኣሎ ሕጂ ደሓን ዋላ ኣይትተሰኣሪ ኣቐሚጥኪያ ኣለኺ ንገርኒ ባዕለይ ወፍሪ ወስዳ ዋ ነጊረካ እንዴ ድሕሪ መርዓና ከም ድላይካ ስኣለለ ቅድሚ መርዓና ግን ከይትኣርብ ከይትድብዝዘ መምታ ኣይበካኒ ቁጭ ክሳብ ንዓመታ ኮፍ ክትብል ማለት ድዩ ኣሃ ወዲእኻዮ ዲኻ ንዓመታ ክንምርዖ? በል ንዓመታ መጺእኻ ውሰዳ። በል ንዘልኣለም ኣይምርዐወክን እየ ንስኽን ተኻሚራን ብሓንሳብ ብኾፍ ክነረጋ። ንዓሞ ሓንሳብ ኮፍ በል። ኣቲ እንታይ ክኾንካ ሕጂ ኸ?
ሎሚ ኸ ብምንታይ ክትስእል? ብሞባይልካ? እወ ዋላ በታ ኖክያ ሞባይለይ ክስእለኒ። ዋ ብኖክያ ደኣ ክትስእሎም ዲኻ ዋላ ክትፈግኦም ኢኻ? ተኻሚራ ክበካ እንዴ ግን ምሳኻ ክኸይድ እዩ። ዋላ ይሰምዑ

እቲ ናይ ብሓቂ ከዲኺ ምሳይ ትሬኒንግ ክትገብሪ ናይ መርዓ ክትውዕሊ እንታይ ደኣ መይንኻ ንስኻ ጥራይ ዲኻ ደኣ ትሬኒንግ ክትገብር ደሊኻ ደፋር
ከፃውተኪ ኢለ ኢኹም ኢለኪ ንዓኺ ንዓ ገዛ ከተመለስ በጃ ዋይ ኣብ ኣፍ ደገ ቤተክርስትያን በፂሐ እሞ ሞይተ እንዲ ከይተሓፀኹ ወይ ከይተመርዓኹ ዶ ይምለስ ገዛ ያ ንዓ ገዛ ከተመለስ በጃ ክሰብ ርኤና ኣሎ ይርኣዩ ፅቡቕ ዘይዕዱማት እዮም ዝኾኑና ንዕኦም ከዓ ትሬን ይኾኑ

ደሓር ንሱ ደኣ ዋላ ንፍርቂ ሰዓት ኣካሪና ደይ ተመሓሒልና ኢና ክንወልሰልኩም ንብለኩም። እንታይ ዲኺ ትኾን ደለኺ በጃኺ እባ ክሰርሕ ሰላም ይሃብኒ። መን መርዑ እንዶ ሰላምካ ክትረክብ። በቃ ንዓመት ኣደ ኢለኪ ነይረ ቅዱስ ዮውሃንስ እዩ ገይሩ የለ ኣብዚ ዓመት እዚኣስ ክንውድኣ ኢና ግድ። ዋይ ብሕጂ ሸሞንተ ወርሒ ነዊሑ ማራ ቁሩብ ውደለሉ። እሞ መዓስ ደኣ በቃ በል ድሕሪ ፋስጋ እዛ ጥሪ እዚኣ ጥራይ ክሰርሕ እዩ።